ክቡራት ተኸታተልትና ሓደሽቲ ምዕባለታት እዚ ዕለት ሒዝና መፂና ኣለና ሓደሽቲ ዝኾንኩም ሰብስክራይብ ምግባር ኣይትረስዑን ኩላኹም ተኸታተልትና ሼር ላይክ ብምግባር እውን ክተተባብዑና ብኽብሪ እናዓደምና ኣርእስተ ዜና እንሆም ኣብ በሪ ኣዲስ ኣበባ ከቢድ ውግእ እናተኻየደ ከም ዝኾነ ተሓቢሩ። እቲ ውግእ ዝተኸፈተ ብክልተ ዝተፈላለዩ ሓይልታት ከም ዝኾነ ዝተገለጸ እንትኸውን ሰበ ስልጣን ብልጽግና ኣብ ከቢድ ጭንቀት ከም ዘለዉ ተሓቢሩ ኣሎ። ዝርዝር ክስዕብ እዩ። ሰራዊት ትግራይ ብክልተ ኣንፈታት ናብ ውሽጢ ግዝኣት ወሎ ከም ዝኣተወ እሙናት ፍልፍላት ኣረጋጊፀን ኣለዋ። ዲኖም ትኩለሽ እቲ ሓደ ኣንፈት እንትኸውን ቃሊም ቢላጎ ቆቦሮቢት እቲ ካሊእ ኣንፈት ከም ዝኾነ ተሓቢራ ኣላ። ዝርዝር ስጉምቲ ሰራዊት ትግራይን መሻርኽቶን ግንባር ራያ ቆቦ ብዝርዝር ክስዕብ እዩ። ሓይልታት ጽምዶ ዓብዪ ዓወት ከም ዝሓፈሱ ተገሊጹ። ጋዜጠኛ መድሃንየይ ዝጸብጸቦን ካልኦት ዓወታትን ሒዝና ኣለና ክስዕብ እዩ። ጥሙር መጥቃዕቲ ምጅማሩ ስዒቡ ሰራዊት ብልፅግና ይፈርስ ከም ዘሎ ተሓቢሩ። ብዓፋር ብምዕራብ ትግራይን ብነቀምትን ዝፈርስ ዘሎ በዝሒ ሰራዊት ብልፅግና ዝምልከት ዝበፅሐና ሓበሬታ ኣሎ፣ ዝርዝር ክቐርብ እዩ። ክቡራትን ክቡራትና ናይዚኦምን ናይ ካልኦትን ብርክት ዝበሉ ምዕባለታትን ክነካፍለኩም ኢና፣ ክትከታተሉና ብኽብሪ ንዕድመኩም። ኣብ ቀረባ ርሕቐት ኣዲስ ኣበባ ከቢድ ውግእ ይካየድ ከም ዘሎ ተሓቢሮም እቲ ዝካየድ ዘሎ ውግእ እውን ብክልተ ዝተፈላለየ ሓይልታት ከም ዝኾነ ካብ ፍልፍላት ዝተረኸበ ሓበሬታ የረድእ። እቲ ሓደ ግንባር ብሰሜን ሸዋ እንትኸውን ሓይልታት ፋኖ ኣብ ልዕሊ ሰራዊት ብልፅግና ዝኸፈትዎ መጥቃዕቲ ከም ዝኾነ እንዳተገለፀ ይርከብ። እቲ ብሓይልታት ፋና ዝተኸፈተ መጥቃዕቲ ዛጊድ ዓብዪ ዓወት እናመዝገበ ከም ዝርከብ ዝገለጹ ፍልፍላትና እቲ ውግእ ሕጂ እውን ተጠናኺሩ ይቕጽል ከም ዘሎ ሓቢሮም ኣለዉ። ብተመሳሳሊ ዜና በቲ ካሊእ ኣንፈት ኣዲስ ኣበባ ማለት እውን ሱሉልታ እናተብሃለ ዝጽዋዕ ጫፍ ኣዲስ ኣበባ ዝኾነ ከባቢ ኦሮሞ ሓርነት ግንባር መጥቃዕቲ ከም ዝኸፈተ ተገሊጹ። ብፍላይ እቲ ብሱሉልታ ዝተኸፈተ ናብ ኣራት ኪሎ ዝቐረበ እንትኸውን ሰበስልጣን ብልጽግና ዝሕዝዎ ዝጭብጥዎ ከም ዝጠፍኦምን ኣብ ከቢድ ጭንቀት ከም ዝኣተውን እዩ ዝግለጽ ዘሎ። ብልጽግና ኦሮሞ ዙርያ ኣዲስ ኣበባ ድፍዓት ክኹዕትን ሰራዊቱ ናይ ከተማ ውግእ ከለማምድን ዝጸንሐ እንትኸውን ሕጂ መጥቃዕቲ ከም ዝተኸፈቶ እንዳተገለጸ ይርከብ። ፋኖን ኦሮሞ ነፃነት ግንባርን ኣብ ክልል ኦሮሚያ ወለጋ እውን ኣንጻር ሰራዊት ብልፅግና ሓቢሮም ይሰርሑ ከም ዘለዉ እንዳተገለፀ እንትኸውን እቲ ኣብ በርታት ኣዲስ ኣበባ ከፊተምዎ ዘለዉ መጥቃዕቲ እውን ስርዓት ብልፅግና ንኸውጠር ገይርዎ ከም ዘሎ እዩ ዝግለጽ ዘሎ። እዚ ከምዚ ኢሉ እናሃለወ ሰራዊት ትግራይ ብኽልተ ኣንፈታት ናብ ግዝኣት ሰሜን ወሎ ከም ዝኣተወ እሙናት ፍልፍላት ሒዘንኦ ዝወፀ ሓበሬታ የረድእ። ሰራዊት ትግራይ ወረዳ ራያ ቆቦ፣ ላስታ፣ ጀምደ ወዘተ ዝበሃሉ ቦታታት ኣትየምዎ ዝነበሩ እንትኾኑ ሕጂ ድማ ብኽልተ ኣንፈታት ማለት እውን ብዲኖን ብተኩለሽን ናብ ቆቦ ብቃሊም ቢላንጎ ናብ ቆቦ ሮቢት ከም ዝኣተዉ ናቅፋ ፕረስ ሓዊሶ ካልኦት ዓበይቲ ሚድያታት እናጸብጸቦ ይርከባ። እቶም ፍልፍላት ከም ዝሓበርዎ ኣብቶም ግዝኣታት ዝነበረ ሰራዊት ብልጽግና መብዛሕትኡ ግዜ ብዘይ ውግእ ይሃድምን ናብ ኣንፈት ወልድያ ይተኣኻኸብን ከም ዘሎ ይገልጽ ኣለዎ። ሰራዊት ትግራይ ብሰቆጣን ካልኦት ከባብታትን እውን ብዝሒ ኪሎ ሜትራት ናብ ውሽጢ ክልል ኣምሓራ ኣትዩ ከም ዝርከብ ዝገለጹ ፍልፍላትና እታ ናብ ሰሜን ወሎ መሪሓ ኣትያ ዘላ ኣርሚ ሰላሳን ሓደን ከም ዝኾነት ተኸፈልቲ ብልጽግና ዝበሃላ ሚድያታት እውን እናጸብጸበኦ ከም ዝርከባ ተፈሊጡ ኣሎ። ቅድሚ እዚ ኣብ ዝነበረ ዜና ናብ ሰቖጣን ካልኦት ከባብታት ክልል ኣምሓራን እውን ሓይልታት ጸምዶ ኣርከቡና ብዝብል ህድማ ሰራዊት ብልጽግናን መሻርኽቶምን ከም ዘሎን ባንክታት እውን ገንዘበን ናብ ላሊበላይ ህድማ ከም ዘለዋን ምግላጽና ዝዝከር እዩ። ኣብቲ ግንባር ከንፈ ሚድያ ሰራዊት ትግራይ ዝኾነ ጋዜጠኛ ነቲ ኣብ ሰሜን ወሎ ዘሎ ኩነታት ከምዚ ክብል ገሊፅዎ ኣሎ። ወይን ጓማ እግራ ብፀጋምን የማንን ሰሜን ወሎ ንስርዓት ብልፅግና ንምርጋፍ ኣብቲ ዝግባእ ቦታታት ኣትያ ኣላ። እዚ ስልቲ መሬት ትግራይ ዓውደ ኹናት ንከይኸውን ዝውሰድ ዘሎ ውሕሉል ስጉምቲ እዩ። ስርዓት ብልፅግና ካብ ቆቦ ናይ ፈረንሳይ ምንስሓብ ወይ ድማ ፍረንች ሪትሪት ዝዓይነቱ ምዝላቕ ገይሩ ኣሎ። ኣብ ቡሬ ዝነበረ ዓምቦኽ ሰራዊት እውን ናብ ጎቦታት ዞበል መሊስዎ ኣሎ። ስርዓት ብልፅግና ካብ መጥቃዕቲ ሰራዊት ትግራይ ንምክልኻል ሰራዊቱ ናብ ጎብዬ ወልድያ የጓዓዝ ኣሎ። ናይ ዜሮ ሰዓት እንዳቐረበ እዩ ዘሎ፣ ህዝብን ሰራዊትን ትግራይ ክዕወቱ እዮም ክብል ገሊፅዎ ኣሎ እቲ ኣብቲ ግንባር ዝርከብ ጋዜጠኛ። እዚ ከምዚ ኢለ እናሃለወ ሓይልታት ፅምዶ ዓወት ይቐንዖም ከም ዘሎ ጋዜጠኛ መድሃንየ ግደይ ሓዊሱ ካልኦት ፍልፍላት እውን እናገለፂ ይርከቡ። ብብልፅግና ዝሕገዝ ሰራዊት RSF ንውሳኔት ከተማ ኩምሮክ መሊሱ ከም ዝተቖፃፀራ ዝተገለፀ እንትኸውን ሰራዊት ሱዳን ግን ነታ ከተማ መሊሱ ንምቁፅፃር ምድላዋት ይውድእ ከም ዘሎ እዩ ዝግለፅ ዘሎ። RSF ነታ ከተማ ክቆጻጸራ ዝኸኣለ ድሮናት ብልጽግና ካብ ኣሶሳ እናተላዕላ ነታ ከተማ ብሓይሊ ስለ ዝደብደብኣ ሰራዊት ሱዳን ድማ እታ ከተማ ከይትዓኑ ለቒቑ ከም ዝወጸን ሕጂ ግን መሊሱ ንምቁጽጻር ኣብ ምድላዋት ከም ዝርከብን ተፈሊጡ ኣሎ። ብብልጽግና ዝድገፍ ሰራዊት RSF ብሸነኽ ኩምሩክ ግዝያዊ ዓወት እኳ እንተመዝገበ ኣብ መብዛሕትኦ ግዝኣት ሱዳን ግን ሰራዊት ሱዳን ይዕወት ከም ዘሎን ተስፋ ዝቖረጸ ሰራዊት RSF እውን ብበዝሒ ንሰራዊት ሱዳን ኢዱ ይህብ ከም ዘሎን ጋዜጠኛ መድሃንየ ግደይ ሓዊሱ ብዙሓት ፍልፍላት እናገለጹ ይርከቦም። ኣርኤስኤፍ ኣብ ኩምሩክ ዝርከባ ግዜያዊ ዓወት ካብ ምጥፋእ ከም ዘይተድሕኖን ሰበ ስልጣን እቲ ሓይሊ እናጠፍኦ ናብ ወጻኢ ክኸዱን ንመንግስቲ ሱዳን ኢዶም ሂቦን ከም ዘለዎ እዮ ዝግለጽ ዘሎ። ጋዜጠኛ ምድሃን የግደይ ነቲ ኣብ ሱዳን ዘሎ ምዕባለታትን ምቅልጣፍ ውድቀት ስርዓት ብልጽግናን ዝምልከት ከም ዝስዕብ ገሊጽዎ ኣሎ። ኣብ ነቀምተ ዙርያ ወይ ድማ ኡኪ ካብ ዝበሃል ቦታ 13 ኣባላት ብልፅግና ናይ ቡድን ተተኳሲ ሒዞም ናብ ፋኖ ተፀንቢሮም ኣለዉ። ቱሉ ጋና ኣብ ዝበሃል ቦታ እውን 17 ኣባላት ናብ ፋኖ ተሓዊሶም ሓዲሮም እዮም። ናብ ቲዲኤፍ ፋኖ ኦኤልኤን ሓዊሶ ነናብ ዝቐንዖ ዕለታዊ ዝፈርስ ሰራዊት ብልፅግና ቁፅሩ እናወሰኸ ይሓድር ኣሎ። ብካሊእ ዜና ድማ 270 ወተሃደራት ጀነራል ሓምዳን ዳጋሎ ናብ ሰራዊት ሱዳን ተፀንቢሮም ኣለዉ። 27 ኣመራርሓ ዝሓዝዎም ሰራዊት ምስ 37 ወተሃደራዊ ተሽከርከርቲ እዮም ተሓዊሶም። ሚድያታት ዓረብ ምፍራስ ሰራዊት RSF ኲናት ሱዳን ዘሕጽር እዩ ይብላ። ክልቲኡ ምዕባለ ስዕረት ብልጽግና ዘይተርፍ ምዃኑ ዘረጋግጸልካ ክብል ጋዜጠኛ መድሃንየ ግደይ ገሊጹ ኣሎ። እዚ ከምዚ ኢሉ እናሃለወ ጀነራል ትግራይ ከምዚ ክብል መልእኽቱ ኣመሓላሊፉ ኣሎ። ኣብ ዝኣመንኩምሉ ፖለቲካዊ መስመር ክትስለፉ መሰልኩም እኳ እንተኾነ እዚ መሰል እዚ ግን ነቲ ዓይኑ ዘፍጠጠ ርኡይ ግፍዕን ፍትሓዊ ሕቶ ህዝብን ክዕፍን የብሉን። ንስርዓት ኣብይ ኣሕመድ ንምሕጓስን ፖለቲካዊ መኽሰብ ንምርካብን ተባሂሎ ንህዝቢ ትግራይ ኣፍካ ዓፂኻ ሱቕ በል ምባል ዓብዪ ታሪኻዊ ክሕደትን ሸፈጥን እዩ። ምዕራብ ትግራይ ብሓይሊ ወራር ተታሒዙ ኣብኦ ዝተረፈ ህዝብና ድማ ሰላሕታዊ ፅንተት እናተፈፀሞ ከም ዘይረኣኹም ፀጥ በሎ ምባል ንሕልና ዝኸብድ ገበን እዮ። መሬትናን መንነትናን ኣብ ዘጥፈኣሉ ዘሎ እዋን ድምፅና ኣጥፊእና ንባርነት ክንሰግድ ኣይንኽእልን። ብሚልዮናት ዝቑፀሩ ወገናትና ንሽዱሽተ ዓመታት ኣብ ኬንዳ እናተሳቐዩ መሰረታዊ ቀረብ እኽልን መድሓኒትን ተኸልኪሎም ኣብ ዝሃልቅሉ ዘለዉ እዋን ነቲ በዳሊ ስርዓት ክትከላኸሉ ምፍታን ሕንከት ዘየብሎ ታሪኻዊ ሸፈጥ እዩ። እቲ ዝገርም ድማ እቶም ነባራት ደለይቲ ለውጢ ዝብሉ ዝነበሩ እኳ ኣካይዳ ስርዓት ኣብይ ኣሕመድ ናብ ጥፍኣት ከም ዝኾነ ተረዲኦም ሓቂ ክምስክሩ ጀሚሮም። ንስኹም ግን ሓደሽቲ ደለይቲ ለውጢ ብዝብል ኣብ ጓጓ ብልፅግና ተሸጒጥኩም ድምፂ ተበደልቲ ንምዕፋን ትቃለሱ መሕፈሪ እዩ። ካብ ታሪኽ ተምሃሩ ኣብ ዝባን ተጋሩ እናተጨፍጨፈ ቸቸ ክብል ንዝደለ ስርዓት ምድጋፍ ለውጢ ዘይኮነስ ናብ ባርነት ዝወስድ ውርደት እዩ። ሕጂ እውን መልእኽትና ንፁርን ዘይማእትን እዩ። ህዝቢ ትግራይ ዝሓትት ዘሎ ስልጣን ወይ ሽሞት ዘይኮነስ ውሕስነት ህላውኡን መሬቱን ፍትሕን እዩ። ስለዚ ዓይንና እናርኣየ ኣይንዕወርን፣ ኣፍና እናሃለወ ድማ ሱቕ ኣይንብልን፣ ኢድናና እግርና ተኣሲሩ ንባርነት ኣይንሰግድን፣ ዓወትና ናይ ግድን ጋህዲ ክኸውን እዩ ክብል እቲ ጀነራል ረዚን መልእኽቲ ኣመሓላሊፉ ኣሎ። እምበኣርከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ እውን ህልወይ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበፅሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ክተተባብዕና ብኸብረ ንዕድም። ሓድሽ ዜና እንተልቀቕ ኖቲፊኬሽን ንክበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም